ሮሞዳን እንታይ ማለት እዩ? እስልምና ኣብ ሓሙሽተ መሰረታውያን ኣዕኑድ እዩ ተመስሪቱ። ንሳቶም ከኣ ዒባዳ ብጀካ ንሓደ ረቢ ስብሓነሁ ወተዓላ ንኻልእ ከም ዘይግባእ ምምስካር፣ ልኡኽ ነብይና ሙሓመድ ልኡኽ ናይ ኣላህ ምዃኖም ምምስካር፣ ሰላት ብግቡእ ምስጋድ፣ ዘካት ምውጻእ፣ ሓጅ ምሕጃጅ ከምኡ'ውን ወርሒ ሮሞዳን ምጻም እዩ ክብሉ ረሱል ሰለላሁ ዓለይሂ ወሰለም ኣብዛ ሓዲስ ናይ እብኒ ዑመር ገሊጾምልና ማለት እዩ። እስልምና። ዝተኣዘዘሉ፣ ሓጅ ዝተኣዘዘሉ፣ ኣብ መበል ታሽዓይ ዓመተ ሂጅራ ክኸውን እንከሎ፣ ነብይና ሙሓመድ ሰለላሁ ዓለይሂ ወሰለም ኣብ ዕድሚኦም ሓንሳእ ጥራይ እዮም ሓጂጆም ሰለላሁ ዓለይሂ ወሰለም። ዝኾነ ዓቕሚ ዘለዎ ሰብ ከኣ ኣብ።

ኣኩሊ ዓምን ያ ረሱለላህ፣ ዓመታዊ ዲና ክንሕጅጅ ያ ረሱለላህ? ኢሉ ሓቲትዎም፣ ረሱል ሰለላሁ ዓለይሂ ወሰለም ኣይመለስሉን፣ ትም ኢሎም ማለት እዩ፣ ሰለስተ ግዜ ደጋጊሙ ምስ ሓተቶም ብድሕሪኡ ረሱል ሰለላሁ ዓለይሂ ወሰለም ኢሎም፣ ለው ቁልቱ ነዓም ለወጀበት ወለመስተጣዕቱም፣ እንታይ ማለት እዩ፣ እወ እንተዝብል፣ ዓመታዊ ክትሕጅጁ ኣለኩም እንተዝብል ነይረ፣ ናይ ግድን ምኾነት፣ ንስኻትኩም ከኣ ነዚ ጉዳይ'ዚ ፈጺምኩም ክትገጥምዎ ኣይምኸኣልኩምን ኢሎም ረሱል ሰለላሁ ዓለይሂ ወሰለም ነቲ ሰብኣይ መሊሶምሉ ማለት እዩ። ስለዚ ኣላህ ስብሓነሁ ወተዓላ ሰፊሕ ሽሻይ ሂብካ፣ ዝኣክል ርዝቂ እንተድኣ ኣላህ ስብሓነሁ ወተዓላ ኣፍሲስልካ፣ ሓጅ ከተብዝሕ ካብ ሓደ ግዜ ንላዕሊ ክትገብር ሱና እዩ፣ ከምኡ'ውን ኣጅሪ ብዙሕ እንታይ ትረክብ? ኣጅሪ ብዙሕ የውህበካ ወይ ከኣ ትረክብ ማለት እዩ። የቁሉ ኣነብዩ ሰለሏሁ ዓለይሂ ወሰለም ኣልሓጁ ማራ ፈመን ዛድ ፈሁወ ተጠውዕ እንታይ ማለት እዩ እቲ ፈርዳዊ ሓጅ ሓንሳእ እዩ ካብኡ ንላዕሊ ሓጅ ምብዛሕ ከኣ ተጠውዕ እዩ ዝያዳ ኣጅሪ ትድልብ ዝያዳ ኣጅሪ ትሓፍስ ስለዚ ካብ ሓደ ግዜ ንላዕሊ ሓጅ ክትገብር ተጠውዕ ሱና ክኸውን እንከሎ ኣብ መዋእልካ ሓንሳእ ሓጅ ክትገብር ክእለት እንተድኣ ሃልዩካ ግን ፈርዲ እዩ ናይ ግድን እዩ ማለት እዩ ስለዚ ረሱል ሰለላሁ ዓለይሂ ወሰለም ይብሉና እንተድኣ ሓደ ሰብ ክእለት ረኺቡ ብጥዕንኡ እንከሎ ከይሓመመ ገንዘብ እንከለዎ ከይደኸየ ብጉልበቱ እንከሎ ከይደኸመ፣ ኮታ ዕድሚኡ ስለ ዘይፈልጥ ተጓይዩ ሓጅ ናቱ ክፍጽም ኣለዎ ኢሎም ረሱል ሰለላሁ ዓለይሂ ወሰለም እውን ሓበሬታ ሂቦምና። የቁሉ ነብዩ ሰለላሁ ዓለይሂ ወሰለም ዓን ኢብኒ ዓባስ ረዲየላሁ ተዓላ ዓንሁ ቃል ቃለ ነብዩ ሰለላሁ ዓለይሂ ወሰለም ተዓጀሉ ኢለል ሓጅ። ተዓጀሉ ኢለል ሓጅ ፈኢነ ኣሓድኩም ላየድሪ ማየዕሪዱ ላህ እንታይ ማለት እዩ ተቓላጢፍኩም ፈርዳዊ ሓጅኹም ሓጅጁ ምኽንያቱ እንታይ ከምዝጓነፈኩም ኣይትፈልጡን ኢኹም ክብሉ ረሱል ሰለሏሁ ዓለይሂ ወሰለም ትእዛዝ ኣመሓላሊፎም ስለዚ ሓደ ሰብ ናይ ሓጅ ተኽእሎ ምስ ዝህልዎ ተጓይዩ ቀልጢፉ ክሕጅጅ ኣለዎ እቲ ሓጅ ከምዘይምልከቶ ኣራጢጡ ኮፍ ክብል የብሉን ጸማም እዝኒ ክህብ የብሉን ናይ ግድን ይኸውን ተጓይዩ ክሕጅጅ ኣለዎ ምኽንያቱ ዕምሪ ኣብ ኢድ ረቢ ሱብሓነሁ ወተዓላ ስለዝኾነ ከይሓጀጀ እንተደኣኒ መይቱ ጽባሕ ንጎሆ እንታይ ዓይነት እስልምና ሒዙ'ዩ ናብ ረቢ ሱብሓነሁ ወተዓላ ክቐርብ ናብ ረቢ ሱብሓነሁ ወተዓላ ሒዝዎ ዝቐርብ እስልምና ቀይናን እስልምና'ዩ ማለት'ዩ ቀይናን እስልምና'ዩ ሰይድና ዑመር ረቢ ይፍተወሎም

ረሱ ሰይድና ዑመር ረቢ ይፍተወሎም ብጣዕሚ ተሰሚዖም ሓደ ሰብ ክእለት ናይ ሓጅ እንከለዎ ንሓጅ ተጓይዩ ክሕጅጅ እንተዘይ ተበጊሱሲ እዚ ሰብ እዚ እንታይ ዓይነት እምነት ኣለዎ ማለት እዩ እዚ ሰብ እዚ ግብሪ ክኸፍል እዩ ዝግብኦ ግብሪ ክኸፍል እዩ ዝግብኦ ከመይ ገይሩ እስላማይ ክብል እዚ ስላማይ እዚ ብጣዕሚ ድኽም እስልምና ድኹም እምነት ዝሓዘ እዩ ክብሉ ሰይድና ዑመር ረቢ ይፍተወሎም ተቆጢዖም እንታይ ማለት እዩ ብዛዕባ እዚ ትእዛዝ ወይ ከኣ መልእኽቲ ኣማሓላሊፎም ስለዚ ገንዘብ እንከለካ ኩሉ እቲ ሽሩጥ ናይ ሓጅ ኣማሊእኻ እንከለኻ ናይ ግድን ይኸውን ተጓይኻ ናብ ሓጅ ክትከይድ ኣይኮነን ግን መዓስ ከምትመውት ስለ ዘይትፈልጥ ከይሓጀጅካ እንተ ኣሚትካ እታ እስልምና ኣብ ሓሙሽተ መሰረታውያን ተመስሪታ ከተብቅዕ ንስኻ በርባዕተ መሰረታት ኢኻ ናብ ረቢ ሱብሓነሁ ወተዓላ ትቐርብ ዘለኻ እዚ ኸኣ ቀይናን እምነት ቀይናን እስልምና ሒዝካ ናብ ረቢ ስብሓነሁ ወተዓላ ከም ዝቐረብካ ጥራይ እዩ ክትርዳእ ዝግባእ። ሕራይ ዑምራ ዑምራ ልክዕ እዩ ሓጅ ሓደ ዓቢ ስእሊ ዓይነት ዒባዳ እንተድኣ ኮይኑ ዑምራ ከኣ ንኡስ ስእሊ ናይ ሓጅ እዩ። ዑምራ ሓደ ዓይነት ዒባዳ ከም ዝኾነ ኣላሁ ስብሓነሁ ወተዓላ ኣብ ቁርኣነል ከሪም ገሊጽልና ከምኡ ውን ረሱል ሰለላሁ ዓለይሂ ወሰለም ኣብ ዝተፈላለዩ ኣሓዲስ ገሊጾምልና ማለት እዩ። ረቢ ስብሓነሁ ወተዓላ ብዛዕባ ዑምራ ኣመልኪቱ እንታይ ይብል? ቃለ ተዓላ ወኣቲሙ ልሓጀ ወልዑምረተ ሊላህ እንታይ ማለት እዩ? እቲ ሓጅ እቲ ዕማም ናይ ሓጅን ዑምራን ዝጀመርኩሞ ሊላህ ኢልኩም ፈፅሞ። ስለዚ ሓጅ ተዘኪሩ ዑምራ ከዓ ተዘኪሩ ማለት እዩ። ስለዚ ዑምራ'ውን ሓደ ዓይነት

ዓቢ ስለ ዝኾነ ብዕድመ ስለ ዝደፍአ ዑምራን ሓጅን ክገብር ኣይክእልን እዩ። ካብ ቦታ ናብ ቦታ ከም ድሌቱ ክንቀሳቐስ ኣይክእልን እዩ ዕብየት ስለ ዘርከቦ። ስለዚስ ሓጅ ክገብረሉ ይኽእል ዶ? ምስ በሎም ረሱል ሰለላሁ ዓለይሂ ወሰለም ከኣ ኢሎሞ ሓጅን ዑምራን ነቦኻ ክትገብረሉ ትኽእል ኢኻ ኢሎም መሊሰምሉ። ስለዚ ሓጅ ተዘኪሩ ምስኡ ከኣ ዑምራ ተዘኪሩ። ስለዚ ሓጅን ዑምራን ዓበይቲ ዓይነት ዒባዳታት ምዃኖም ኣብ ቁርኣን ኣልከሪም ከምኡ ውን ኣብ ሱና ናይ ረሱል ሰለሏሁ ዓለይሂ ወሰለም ተገሊጾም እዮም። ረሱል ሰለሏሁ ዓለይሂ ወሰለም ኣብ መዋእሎም ኣብ ዕድሚኦም ሓንሳእ ጥራይ ሓጅ ገይሮም ኢልና ብዛዕባ ዑምራ እንተድኣ ክንገልጽ ኮይንና ከኣ ረሱል ሰለሏሁ ዓለይሂ ወሰለም ኣብ ዕድሚኦም ኣርባዕተ ግዜ ዑምራ ገይሮም ዝኾነ ሰብ ናይ ዑምራ ክእለት ምስ ዝውንን ዑምራ ከብዝሕ ከኣ ትእዛዝ ኣመሓላሊፎም ማለት እዩ ነብይና መሓመድ ሰለላሁ ዓለይሂ ወሰለም። ሕራይ እዚ እቲ ትርጉም ናይ ሓጅ ክኸውን እንከሎ ብሓጅ ኣቢልና ንረኽቦ ኣጅሪ ብልጫታት ናይ ሓጅከ እንታይ ይመስል?

ታይ ማለት እዩ ሓደ ሰብ ዑምራ ገይሩ እንደገና ካልኣይ ዑምራ እንተድኣ ኣስዒብሉ ኣብ ሞንጎ እዞም ክልተ ዑምራታት ዝፈፀሞም ዘንብታት ይድምሰስሉ ሓች ንእሽተይ ዘንብታት ንኡስ ዘንብታት ማለት እዮም እዚኦም ሕጂ እቶም ናእሽቲ ዘንብታት እዮም ዝድምሰሱ ዓበይቲ ዘንቡታት ብምንታይ እዮም ዝድምሰሱ ጉቶባ ወይ ከዓ ብሓጅ ምኽንያቱ ረሱል ሰለላሁ ዓለይሂ ወሰለም እንታይ ኢሎም ወልሓጁል መብሩር ለይሰ ለሁል ጀዛእ ኢለል ጀነህ እንታይ ማለት እዩ ሓጅ እንተ ሓደ ሰብ ብንጽህና ካብ ረኣዩለይ ስምዑለይ ርሒቑ ሊላህ ኢሉ ሓጅ እንተ ፈጺሙ ከኣ ጻዕዳ መገዲ